ቅድሚ ዓሰርተ ዓመት ነቲ ድሕሪ ሓደ ወይ ክልተ ዓመት ኣብ ኢትዮጵያ ክጓንፍ ዝኽእል ፖለቲካዊ ኩነታት ብልክዕ ክግምግም ዝኸኣለ ኣማኻሪ ፕረዚደንት ኤርትራ ኣቶ የማነ ገብረኣብ ዝተዛረቦ ምስዚ ሕጂ ኣብ ተመሳሳሊ ኩነታት ዘሎ ስርዓት ብልጽግና ዝኸይድ ዘረባ እዩ ንትርጉም ሰነፍ ነዳይ ፈራሕ ስሱዕ ከኣ ብዝግባእ ዘንጸባርቕ ይመስል። ምክትታልኩም ንዕድም
ኣብዚ ምናልባት ናይ ኢትዮጵያ ኩነታት ኣሎ ኣብ ግምት ክኣቱ ዘለዎ ምክንያቱ ልዕሊ ካሊእ ግዳማዊ ኩነታት ዝያዳ ፀልወና ናይ ኢትዮጵያ ኩነታት እዩ ናይ ኢትዮጵያ ኩነታት መጀመርታ እቲ ክንፈልጦ ዘለና መትከላት ኣሎ እሱ ድማ እንታይ እዩ ሓደ ምትሕጋዝን ዘይምትሕጋዝን ምስ ኣብ ኢትዮጵያ ዘሎ ሓይልታትን ህዝብን ከም ከም ኣማራጺ ወይ ከም ምርጫ ከም ክትገድፎን ክትገብሮን ትኽእል ጌርካ ክውሰድ የብሉን። ብዙሕ ግዜ እንታይ እዩ ዝብል ንሕና እንታይ ገደሰና ቅድሚ ሕጂ ከምዚ ገይሮምና እንዲዮም ወያነ ገለመለ ገለመለ ዝበሃል ዘረባታት ኣሎ። እዚ ትገድፎ ወይ ትወስዶ ምርጫ ኣይኮነን። ኢትዮጵያ ጎረቤትና እያ። ኢትዮጵያውያን ጎረባብትና እዮም። ሎሚ ፅባሕ ድሕር ፅባሕ ወያነ ኣሎ የለን ክንሃድም ኣይንኽእል ኢና ኣብቲ ከባቢ ኢና ዘለና ስለዚ ምስ ኢትዮጵያ ክንተኣሳሰር፣ ኣብኡ ክንሰርሕ፣ ነቲ ኩነታት ክንጸልዎ፣ ብኡ ክንጽሎ ዘይሕለፍ ነገር ከምዚ ብዛዕባ ሱዳን ክንዛረቦ ንኽእል ካልእ ፍልይ ዝበለ ኢሱ ኢትዮጵያ ከዓ ድላያ ትኹን ኢልና ከምዚ ንዓና ዘይትምልከተና ገዲፍናያ ክንከይድ ኣይንኽእል ኢና ስለዚ እሱ ስለ ዝኾነ እቲ ኩነታት ብቐረባ ክንከታተሎ የገድሰና እዩ። ከነምልጠሉ ካይ ንኽእል ኢና። ካልኣይ ሕቶ ናይ ኢትዮጵያ ብሕቶ ናይ ተቃወምቲ ውድባት ድረእ ኣይኮነን። ተቃወምቲ ውድባት ሎሚ ሓይሎም ፅባሕ ደኺሞም ከምዚ ኮይኖም ተመቃቂሎም ሓቢሮም ኣቢሎም ብኡ ዝረአ ነገር ኣይኮነን። ኣብ ኢትዮጵያ ዘሎ መሰረታዊ ሕቶታት ኣሎ መሰረታዊ ሕቶታት ኣሎ ኣብ ኢትዮጵያ ኢትዮጵያ ማዕቢላ ፓላሶ በዲስ ኣበባ ተሰሪሑ ንእሽተይ መስመር ናይ ሜትሮ በዲስ ኣበባ ገይሮም ከምዚ ኮይኑ ገለመለ ገለመለ ኢልና ንዛረብ ንኽእል ኢና። ኢትዮጵያ ተማዕቢላ ፅቡቕ፣ ጎረቤትና ትምዕብል ተኽኢላ ናይ ብሓቂ ትምዕብል ድሕር ክኢላ ንዓና ናይ ሓዋሩ ረብሓ እዩ፣ ፀገም ኣይኮነን። ግን መሰረታዊ ሕቶ ዶ ኢትዮጵያ ዘይተፈትሐ ወያነ ፈትሖ ቁሩብ ዘይኮነ ንኢትዮጵያ ናብ ዓቢ ጸገም ከእትዋ ዝኽእል ህላዌ ናይ ኢትዮጵያ ኣብ ሕቶ ምልክት ዘእቱ ጸገም ኣሎ። እሱ ድማ እቲ መሰረታዊ ሕቶ ናይ ፖለቲካ ናይ መንነት ስትራክቸራል ንብሎ ፀገም ናይ ጋቨርናንስ ኣብ ኢትዮጵያ መሰረታዊ ሕቶ እዩ። ኢትዮጵያ ኣብዚ እዋን እዚ ብሓደ ብሄር ዝመፀ ፖለቲካዊ ሓይሊ እያ ትግዛእ ዘላ። ዝበዝሑ ኢትዮጵያውያን ኣብቲ ስርዓት የለውን። እዚ ስርዓት እዚ ናይ ዜጋታት ኢትዮጵያ ናይ ህዝቢ ኢትዮጵያ ዘይኮነ ናይ ሓደ ወገን ስርዓት እዩ። ብሓይሊ ናይ ወጻኢ ደገፍ ብኢንፊዥን ዝኸይድ ዘሎ ስርዓት እዩ። እዚ ስርዓት እዚ ነቲ መሰረታዊ ኩነታት ክቕይሮ ቅሩብ ኣይኮነን፣ ዓቕሚ የብሉን ኣብዚ እዋን እዚ። ምስ ኤርትራ ዘሎ ጉዳይ ተዘይተፈትሑ እዚ ሽግር እዚ ተዘይተፈትሑ ድማ ኢትዮጵያ ምንቕ ክትብል ኣይትኽእልን ወላ ሓንቲ ክትገብር ኣይትኽእልን ኢትዮጵያ ምስ ኤርትራ ተባኢሳ ኣብ ውሽጣ መሰረታዊ ሽግር እናሃለወ ፍንጨርዓ ክትብል ትኽእል እምበር ክስጉም ኣይትኽእልን ከም ዝበልኮ ድማ ዓቢ ሓደጋ ኣብ ግዜ ክትኮስ ዝኽእል ቦምባ ተጻዊርዋ ዘሎ ሃገር ስለዚ ነዚ ሓቂ እዚ ተረዲእና ክንሰርሕ ክንክእል ኣለና እዚ ሓቂ እዚ ድማ እቶም ዝድግፍዋ ዘለዉ ወገናት እቶም እስትንፋስ ኡፍ እናበሉ ህይወት ዝህዋ ዝስትንፋስ ዝህዋ ዘሎ ወገናት ከም ዝርድእዎ ክንገብር ክንክእል ኣለና። እዚ ኣብ ውሽጢ እቲ ቃልሲ ዝመጽ እዩ። ኣብዚ እውን ለውጢ እናረኣና ንኸይድ ኣለና። ኦባማ ከይዱ ተተዛረበ ናይ ናይ ስክፍታ ዘረባ እምበር ናይ እምነት ዘረባ ኣይኮነን። ኢትዮጵያ ዘይምርግጋእ ይህድድ ኣሎ። ኣብ ኢትዮጵያ ዘይምርጋእ ክመፅእ ንስከፍ ኣለና። ኢትዮጵያ ክትበታተን ትኽእል እያ። ኢትዮጵያ እንድሕር ተበታቲና ድማ ዞባ ቀርኒ ኣፍሪቃ ጸገም ከጓንፎ እዩ፣ ሓዊ ክኣትዎ እዩ ዝበሃል ቀሊል ዘይኮነ ስክፍታታት ኣሎ ኣብዚ እዋን እዚ። እቲ ናይ ወያነ ምህዳድ ከምዚ ጎይታ ናይ ቀርኒ ኣፍሪቃ መሲልካ ምዝራብ፣ ዘይኮንካዮ መሲልካ ምቕራብ ሓደ ሓደ ግዜ ንዓና ውን ከደናግረና ዝኽእል ኣሎ ኣምሓርኛ ዘረባ ኣነ ብዙሕ ኣይፈልጠን እየ እቶም ኣካኪ ዘራፊ ገለ ትብሉ ኣሎ ሓቀ ዝኾነ ሓሳብ ከምኡ እንዲኦም ምዚ ስለ ዝገብሩ ወያነ ታሽሙ ብሉኻ እንዲኦም ናብዛ ዓለም ጨበጥዋ መጹ ሓንጎ ገለ ዝገብሩ ገለ ከምኡ ኣይኮነን እቲ ሪያሊቲ ኣይገብሩን እዮም ማለት ኣይኮነን ማለት ሓንጎል እንድሕር ተጨኒቑ ዝኾነ ነገር ገብር ይኽእል እዩ ስለዚ እቲ ሓደጋ ቀሊልና ኣይኮና ንሪኦ እቲ ክውንነት ግን እዚ እዩ ነዚ መሰረታዊ ኩንነት ትማሊ ዝነበረ ሎሚ ዘሎ ምናልባት ዝያዳ ዝተወሰኾ ኣብ ውሽጢ ወያነ ዘሎ ዘይቅሳነት፣ ድሕሪ መለስ ዝመጸ ሃጓፍ፣ ኣብ መንጎ ወያነን እቶም ካልኦት መሻርኽትን ዘሎ ድኽም ዝበለ ዝምድና፣ ብዙሕ ዝውስኾ ነገራት ኣሎ። ስለዚ እዚ እውን እናተቐየረ ይኸይድ ከም ዘሎ ኣብ ግምት ምእታው የድልየና እዩ። እንደገና ኣኺልዎም እዩ ወዲቖም እዮም ሓንቲ የብሎምን ገለ ኣይኮነን ትዘረባ ከምኡ ዓይነት ዝበሃል የለን ኣሜሪካ ክሳብ ደላን ስላ ትድግፎም ደላን ፀይቂ ክገብሩ ክእሉ እዮም ብዛዕባ ኣንፈት እንዲና ንዛረብ ዘለና፣ ምዕባሌታት ናበይ ይኸይድ ኣሎ እንዲና ንዛረብ ዘለና፣ ሚዛን ሓይሊ ከመይ ኣሎ፣ እንታይ ዓይነት ለውጢ ኣብ ሚዛን ሓይሊ ይመጽእ ኣሎ እንዲና ንዛረብ ዘለና፣ ዳይናሚክ ብዛዕባ ዝኾነ ኩነታት እንዲና ንዛረብ ዘለና፣ በዚ ዓይኒ እዚ ክሪኦ ከለና እቲ ኩነታት ናብዚ መጺኡ ዝኸይድ ዘሎ።